ኣብ ዝተፈላለዩ ኣጋጣሚታት ብዙሓት ፍጻመታት ክኽሰቱ ባሕራ እዩ። ኣብ ምንባር ብሰንኪ ግዜን ኩነታትን ናብ ኣእዛው ማሕበረሰብ ዓለም ዘይበጽሕ ኣገራሚ ፍጻመ ከም ዘሎ ምምልካት ድማ'ዩ ኣብ ዓለም ዘይተነግረ እምበር ዘይተገበረ የለን ተባሂሉ ክምሰል ንሰምዕ። ምስዚ ብሒል ኣብ ዝተኣሳሰር ኣርእስቲ ኣብ ኤውሮጳ ዘጋጠመ ዛንታ ከምዚ ይመስል። ሓደ ዕድመ ዝደፍኣ ሽማግለ ሰብኣይ ብገለ ኣጋጣሚ ገበን ፈጺሙ ኣብ ትሕቲ ቀይዲ ኣተወ። እቲ ዝፈጸሞ ገበን ከቢድ ስለ ዝነበረ ብሞት ክቕጻዕ ተፈርደ። ኣተገባብራ ናይቲ ፍርዲ ድማ ብጥሜት ክመውት ይእዝዝ ነበረ። በዚ መሰረት ኣብቲ ዝተቐየደሉ ቤት ማእሰርቲ መግቢ ኮነ መስተ ፍጹም ክኣቱ ተኸልከለ። እቲ ሰብኣይ በቲ ዝተወሰነሉ ፍርዲ ዋላኳ እግብ ኣይኩን ምሟቱ ዘይተርፎ እንካብ ኮነ ግና ፍርዱ ኣብ ቀረባ ግዜ ዝፍጸመሉ እዋን ክምጽኡ ካብ ምቁማትን ካብ ምጽላይ ኣይኣረፈን። መግቢ መስተን ከይለከፍካ ብጥሜት ተሳቒኻ ምሟት ከቢድ መሲሉ ስለ ዝተርኣይ ቅልጡፍ ስጉምቲ ክውሰደሉ ዝደፋፍእ ንጥፈታት ካብ ምስልሳል ኣየዕረፈን። እንተኾነ እታ ዝናፍቓ ሞት ብኢድ እቶም ነቲ ፍርዲ ዝሓቡ ኣካላት ክትመጽእስ ይትረፍ ኣብ ጥቕኡ ከማን ኣይቀረበትን። እዚ ሰብኣይ ሓንቲ ኣዝዩ ዝፈትዋ እንኮ ከም ሓሙስ ጓል ነበረቱ። እዛ ኣብ ሰላሳታት ክሊ ዕድመ ዝበጸሐት ጓሉ፣ ኣቦኣ ክሳብ ዝመውት መዓልታዊ ኣብቲ ቤት መኣሰርቲ እናኣተወት ክትርእዮ ድሕሪ ዘቕረበቶ ሕቶም ፍቀደላ ከኣለ። ዝኾነ ዓይነት መግብን መስተን ሒዘ ናብቲ ቤት መኣሰርቲ ከይትኣቱ ከኣ ከቢድ መጠንቀቕታ ተዋሕባ። ኣብ ርእሲ እዚ ነቦኣ ክትሪኦ ኣብ ትመጽኣሉ ግዜ መግቢ ሓቢኣ ከይተእቱ ዝመበገሲኡ ስግኣት ጽኑኡ ተፍትሽ እናተገብረላ ምእታው ጀመረት። ነቲ ብዚ መግቢ ፍርዱ ኣብ ምትግባር ዝነበረ ኣቦኣ እናክትርኢ ድማ ተወሳኺ ጭንቀት ይፈጥረላ ነበረ። እቲ ድሮ ኣካላቱ ክማስን ጀሚሩ ዝነበረ ኣቦኣ፣ ኣብ ቀረባ ግዜ መግቢ ምስ ዘይረክብ ብሞት ክፍለያ ከም ዝኽእል ብምሕሳብ፣ ንኩነታት ወላዲኣ ፈጺማ ምጽዋር ሰኣነቱ። ነቲ ካብ ዕለት ናብ ዕለት እናተዳኸመ ዝኸይድ ዝነበረ ኣቦኣ ንምድሓን ድማ ሓደ ነገር ክትገብር ከም ዘለዋ ወሰነት። ስለዚ ነቲ ዘጨንቓ ዝነበረ ኩነታት ኣቦኣ ንምፍዋስ፣ መዓልታዊ ናብቲ ቤት ማኣሰርቲ ክትኣቱ ደምደመት። እዛ ጓል ዋላ እኳ ጽኑዕ ተፍትሽ እናተኻየደላ ናብቲ ቤት ማእሰርቲ ትኣቱ እንተነበረት፣ ንወላዲኣ መግቢ ዝኾኖ ነገር ካብ ምስናቕስ ኣይሓመቐትን። ሳላ ደጋጊማን ኣስተውዒላን ዝሓሰበት ከኣ ካብ ኣጥባታ ጸባ እናለገሰት ክተእንግዶ ጀመረት። እቲ ብንእሱ ጸባ ወላዲቱ ተመጊቡ ዝዓበየ ኣቦ ኣብ እርጋኑ ብውሕሉል ኣገባብ ጸባ ናይታ ኣዝዩ ዝፈትዋ እንኮ ጓሉ እናተመገበ ንምንባር ኣብ ምጥምጣም ኣተወ። በዚ ሜላ'ዚ ተሓጊዙ ድማ እቲ ብዕብራን መርኣዪ ዘይነበሮ ኣካላቱ ዳግም ክምለስ ካብ ሞት ክሰርር ከኣለ። ነዚ ዝተዓዘቡ ኣባላት ቤት ማእሰርቲ፣ እቲ ኣብ ቀረባ ግዜ ብጥሜት ክሞት'ዩ ዝተብሃለ ገበነኛ ሰብኣይ ካብ ጽባሕ ናብ ጽባሕ ወጀሓት ገጹ እናተኾልዐ ምምጽኡ፣ ግዜ እናተናውሐ ምኻዱ ኣዝዩ ገረሞም። ካብ ዝእሰር ሒደት እዋናት ኣይገበረን፣ ግናኸ ብዘይ ማይን መግብን ንክንድዚ መዓልታት ክትጸንሕ እውን ፈጺምካ ዝከኣል ኣይኮነን ድሕሪ ምባል፣ ንሓፈሻዊ ኩነታት እትስቓይ ጓሎም ብጥብቂ ክከታተሉ ወሰኑ። ነዊሕ ድሕሪ ዝወሰደ ዳህሳስ ድማ፣ እታ ዝጠርጠርዋ ጓሉ ሓደ መዓልቲ ካብ ኣጥባታ ጸባ ክትምጠወሉ እንከላ ኢድ ብኢድ ሓዝዋ። እቲ ፈጺሙ ክኸውን ኣይክእልን'ዩ ዝበሎ ሚስተር ጻንሆት ስቓይ ድማ ክገሓደሎም ጀመረ። በዚ ተግባር ዝተቖጥዑ ኣባላት ናይቲ ቤት ማእሰርቲ፣ ጓሉ ንቦታ ኣቦኣ ክትክኦ ከም ዝግባእ ብምምጓት ከሲሶም ናብ ቤት ፍርዲ ኣቕረብዋ። ነቲ ዝፍጸም ዝነበረ መስተንክራዊ ዛንታ ዝሰምዐ ዳኛ ብተበግሶ እታ ጓል ኣዝዩ ተገረመ። ኩሉ ዝፈጸመቶ ነገር ንስለ ህይወት ኣቦኣ ምዃኑ ድሕሪ ምግንዛብ ድማ ዝኾነ ሰብ ንወላዲኡ ክገብሮ ካብ ዝግባእ ቀሊል ግና ከኣ ዓቢ መስዋዕቲ ዝሓትት ኩነት ብምባል ኣድናቖቱ ኣውሓዘላ። ድሕርዚ በቲ ንስለ ወላዲኣ ህይወታ በጃ ክትገብር ምፍታናን ዝተሓበኑ ኣካየድቲ ኣካላት ነቲ ቤት ፍርዲ ካብቲ ክሲ ነጻ ገበርዋ። እቶም ብሰንኪ ሕዉኽ ዉሳነታቶም ነቦኣ ነጻ ዘዉጽእዎን ብጓሉ ክትካእ ዝጠለቡን ኣባላት ቤት ማእሰርቲ እዉን እንተኾነ ብተግባራቶም ዝሓፈሩን እንክመስሉ ጣዕሳ ክስምኦም ጀመረ። ነቲ ሓንሳብ ደጊሙ ናብ ቤት ማእሰርቲ ዘይተመልሰ ገበነኛ ሰብኣይ እዉን ዝነበሮ ደረጃ ዕድመ ኣብ ግምት ብምእታዉ ካብቲ ገበን ነጻ ገበርዎ። በዚ መንገዲ ካብቲ ዝተኣወጀሉ ናይ ሞት ፍርዲ ነጻ ዝተብሓለ ሰብኣይ፣ ብሰላታ ኣዝዩ ዝፈትዋ ጓሉ ህይወቱ ክትሰርብ ብምኽኣላ፣ ጸባ ኣዲኡን ጓሉን ኣብ ምእኻኽን ንምቕጻል ህይወቱ ዝነበሮ ተራ ንምግላጽ'ዩ ሳላ ጡብ ኣዴ ጓለይ እየ ሰሪረ ክብል ዝተሰምዐ። ኣብ ዓለም ልዕሊ ማንም ዝስርዑ ወለድና ስለዝኾኑ ንወለድና ክንረስዕ ከምዘይብልና እዛ ፍጻመ ተዘኻኽረና ትኸውን። ገለ ሰብ ንወለዶ ጽባሕ ክድውለሉ'የ እንዳበለ ዳርጋ ከይደወለ ከይተረድኦ ደሓይም ከይገበረ ሓሙሽተ ወርሒ ዝገብር ኣይሰኣንን። ኣብ ጥቓኻ ይሓሉ ኣብ ርሑቕ ንወለድኻ ፍቕሪ ምልጋስ ክርሳዕ ዘይብሉ ኣገዳሲ መስርሕ ህይወት ምዃኑ እዛ ናይ ሰብኣይ ዛንታ ክትምህረና ትኽእል። ከም ተወሳኺ'ውን ወለዲ ጨካናት ይኹኑ ሓላላት ዝከኣለና እንተኾይኑ ዓቕምና ዘፍቀዶ ሓልዮት ኣክብሮት ምልጋስ ዘይምሕማቕ።